ዝኸበርክንን ዝኸበርኩምን ህዝቢ ኤርትራ ኣብ ውሽጥን ወጻኢን ኣቐዲመ ንመላእ ህዝቢ ኤርትራን ንኹሎም ፈተውቱን ዮሃና ንኽብሪ 24 ዝኽሪ ዓመት ናጽነት እናበልኩ ነቲ ናጽነቱ ክውን ምግባርን ክብሪ ልኡላውነቱን ሓርነቱን ንምሕላው መዘና ዘይርከቦ መስዋእቲ ከፊሉ መኸትኡ እናደረዐ ኣብዚ ዝበፅሐ ህዝቢ ኤርትራ ሓበንን ሞሳን ንዓኻ። ንኮሚሽን ባህልን ስፖርትን ምስ ኩሎም ነዚ ኣጋጣሚ ንምምዕራግ ኣብ ትሕቲ ልምዓት ብፅንዓት ዝብል ቴማ ኣብ ውሽጥን ወፃኢን መሳጢ ኣበርክቶ ዝገበሩ ኩሎም ከዓ ልዑል ምስጋና። ዝኽሪ መዓልቲ ናፅነት ኣብ ነብዕለሉ ዓመት ዓመት ዝሓለፍናዮ ጉዕዞ እናገምገምና፣ ንመጻኢ እንታይ ክጽበየና እዩ ዘይኮነ፣ እንታይ ክንዓምም እንብለሉ ኣጋጣሚ እዩ። ናጽነትን ትርጉሙን ክብሩን፣ በቲ ዝተኻየደ ሓርነታዊ ቃልስን ዝተኸፍሎ ክቡር መስዋእትን ጥራይ ዘይኮነ፣ በቲ ንምሕላዉን ንምህናጹን ዝካየድ ቃልሲን መስዋእትን ውን እዩ ዝትመን። ናጻ ሃገር ምምጻእን ናጻ ሃገር ምህናጽን ተማላላእቲ ስለ ዝኾኑ፣ ሓቀኛ ሃገር ተዘይተሃኒጹ ቃልስናን መስዋእቲ ጀጋኑን ዛንታ ኮይኑ እዩ ዝተርፍ። በዚ ሓላፍነታዊ ሕልናን ውርሻን ባህልን ከኣ ኢና ዝሓለፈ እናገምገምና ቀጻሊ ምረሻና ንቕይስ። ዓመት ዓመት ከም ባህሪ ናይቲ ንሓልፎ ዓመት ምስ ዝሓለፍዎ ዓመታት ደሚርና ኣብ ነንብበሉ፣ ኣብ ዝሓለፈ ዕስራን ኣርባዕተን ዓመታት ናጽነትናን ልኡላውነትናን ሓሊና፣ ንመስዋእቲ ደቃን ሓርበኛ ህዝባን ትበቅዕ ሃገር ንሃንጽ ኣሎና ዲና ኣብ እንብለሉ እንሓንሳእ እውን ፍልልይ ክብደት ብድሆታት ሓርነታዊ ቃልስን ህንጻ ናጻ ሃገርን እናነጻጸርና ኢና እንግምግም። ናጽነትናን ልኡላውነትናን ዝደናደኑ ሓይልታት፣ ንሳቶም እቶም ኣብ መወዳእታ ኣርብዓታት ናይ ዝሓለፈ ዘመን፣ ናጽነት ኤርትራ ንእስትራተጂያዊ ረብሓታቶም ኣየገልግልን እዩ ኢሎም ንጥቓ ፍርቂ ዘመን ተሃላሊኾምና፣ ብፅንዓትን መሰታ ዘይርከቦ ጅግንነትን ዝሰዓርናዮም ሓይልታት እዮም። ኣብ ዝሓለፈ ርብዒ ዘመን ሽሕ እኳ ምስ ምኽታም ዝሑል ኲናት ኣብ ዓለማዊ ስርዓት ዲናሚካዊ ምቅይያራት ኣብ መስርሕ እንተሎ ኣሜሪካ ትውክሎ ብስሰዐ ዝንዳሕ ሓይሊ ዓብልል ገብት ቀሲንና ናጻ ሃገርና ከይንሃንጽ ምስ የመን ቅድሚ ናጽነት ኤርትራ ተላዒሉ ዘይፈልጥ ጉዳይ ዶብ ብምስዋርን ዓላቒ ብይናት ኣብ ምሕላፍን ስዒቡ ብጉልባብን ጊላነትን ወያነ ትርጉም ዘይብሉ ጉዳይ ባድመን ዶብን ኣሳዊርካ፣ እቲ ጉዳይ መዕለቢ ረኺቡ ከይዕጾ፣ ንናይ መወዳእታን ቀያድን ብይን ከይትግበር ከቲርካ፣ ብቕሉዕ ርግጸት ፍትሒን ወራር ምንሃሃርን፣ እዚ ውን ንህዝቢ ኤርትራ ስለ ዘየጽዓደ ናይ ጠቐነ እገዳ ከም ዝብየን ምስግዳድ፣ ቀጺሉ ኣብ ደቡባዊ ቀይሕ ባሕርን ባብ መንደብን ዘሎና ታሪኻውን ክውንን ህላዌን ተራን ንምርሓቕ ብኣሳሳይነት ጃንዳ ጅቡቲ ኣብ ታሪኽ መግዛእታዊ ምጥፍጣፍ ናይዚ ዞባዚ መሰረት ዘይብሉ ናይ ፈጠራ ግጭት ኣሳዊርካ ጅሆ ናይ ዞባዊ ቅልውላዋት ንምሓዝና ዝተኻየደን ዝካየድን ናይ ከንቱ ሸርሕታት ሕላገታት ንናጽነትናን ልኡላውነትናን ዝመከትናሎም ተጻብኦታት እዮም። ፖለቲካዊ መስርሕ ህንፀት ሃገር ንምዝራግ ኮነ ቁጠባዊ ልምዓትን ዕብየትን ሃገር ምእንቲ ክርመስ ዝተኻየደን ዝካየድን በርዓኒ ሸርሕታትን ቅሉዕ ወተሃደራዊ ተፃብኦታት እውን ኣካልን መመላእታን ናይቲ ዛንታ እዩ። እዚ ኣብ ልዕሊ ናጽነትናን ልኡላውነትናን ብዘይዕረፍቲ ዝፍጸም ወራርን ተጻብኦን ኣባና ጥራይ ዝተሓጽረ ዘይኮነ፣ ኣብ ውሽጢ ዓለማዊ ስትራተጂያዊ ረብሓትራታትና ዝብልዎ ዝንቡዕ ፖሊሲታት ዕንደራ ዝስራዕ እዩ። ብፍላይ፣ ኣብ ዝሓለፈ ርብዒ ዘመን ነዚ ናይ ዓብልል ገብት ስትራቴጂያዊ ህሩፍ ሸውሃት ተሪር መኸተ እናጋጠመ ኣብ ዝመጻሉ ዘወርጸጽዎ ስልቲ ናይ ህውከት ኩናት ወይ ኩናት ብህውከት ክበሃል ዝከኣል ዓንዳሪ ጸወታታት እዩ። ካብ ኣፍጋኒስታን ጀሚርካ ብዝተፈላለየ ምስምሳት ኣብቲ ከባቢ ዝወልዕዎ ዛጊት ዘይቀሃመ ባርዕ፣ ኣብ ዒራቕ ህውከትን ህልቂትን ምብትታንን፣ ኣብ ሶማልያ ዘየዓርፍ ህውከትን ምፍንጫልን፣ ኣብ ሰሜንን ደቡብን ሱዳን፣ ሩፍታ ዘይህብ ቀጻሊ ነውጺ፣ ግብጺ ንሰላሳ ዓመታት ከም ትለምስ ተገይሩ ከይኣክል ክትስእ ኣብ እትብገሰሉ ናብ ሰለሎ ንምምላስ ዝካየድ ሸርሕታት፣ ኣብ ሊብያ ህውከትን ዕንወትን፣ ኣብ የመን ህውከትን ሃጓፍን፣ ንሕቡእ ኣጀንዳታት ኣብ ተፋሰስ ኒል ወጥሪ ምስዋር፣ ፈቐድኡ ብዝተፈላለየ ኣስማት እናተጠመቓ ዝጨጨሓ ናይ ሽበራ ውድባት እናዋፈርካ ንህውከትን ዕንወትን፣ ህውከትን ዕወትን ምውሳኽ፣ መኣዝን ሰሓቱ ሃይማኖታዊ ምትፍናናት ምጡቛስን ምስዋርን፣ ሃገራት እዚ ዞባ ሽግራተን ባዕላተን ከይፈትሓ ዞባዊ ውድባት ኣልሚስካ ነቲ ዞባ ብሙሉኡ ናብ ዘይዓርፍ ህውከት ምንቋት በታቲኽካ ዘይረኣ ኣብ ውሽጢ ስትራቴጂያዊ ረብሓታት ዓብልል ገብት ዝስራዕ ድራማቲካዊ ናይዚ ርብዒ ዘመን ስእሊ እዩ። እዚ ናይ ህውከት ኲናት ዘኸተሎ ሃጓፋትን ምምዝባል ሚዛናትን ከም ጉልቡ ምርቓ ወሲደን ዞባዊ ጽልዋታተን ንምዕባይ ብዝተፈላለየ ምስምሳት ንህውከት መሊሰን ዝሕንክራ ናይ ዞባ ጎብለላት ኢና ወይ ክንከውን ኢና ዝብላ ዘዛይድኦ ምትሕልላኻት እውን ነጺልካ ዝረኣ ኣይኮነን። ኣብ ልዕሊ ናጽነትናን ልኡላውነትናን ብቐጻሊ ክካየድ ዝጸንሐ ሽርሒታት እምበኣር ኣብ ውሽጢ'ዚ ዝገፍሐ ስእሊ ክረኣ ዘለዎ እዩ። ኣብ መቓን ከምዚ ዝበለ ዝንቡዕ ፖሊሲታት ዕንደራ፣ ድሕነት ናጽነትናን ልኡላውነትናን ንምክልኻል ዘካየድናዮን ነካይዶን መኸተ፣ ካብቲ ጽዋእ ናጽነትና ንምጭባጥ ዘካየድናዮ ሓርነታዊ ቃልሲ ዝንእስ ኣይኮነን። ምስ ኩሎም ናይዚ ዞባ ድሕነትን ርግኣትን ስኒትን ዝሰርሑ ሓቢርና ነቲ ብድሆታት እናገጠምና፣ መጓዓዝያ፣ ኣብ ሕርሻ፣ ኪኖ፣ ውሕስነት መግብን ርእስኻ ምኽኣልን ዝኸይድ ልምዓት ዓይነታት ኣዝርእትን ሃብቲ እንስሳን፣ ኣብ ሃብቲ ባሕሪ፣ ብቐንዱ ንዕቑር ጸጋታት ዓሳ ናይ ምምዝማዝ ዓቕምን ዓቐንን ምዕባይ፣ ኣብ ምስናዕ፣ ኣብ ኩሉ ዓይነት ኢንዱስትርን ዋኒናትን ንዘቤታዊ ዕዳጋን ሰደድን ዓይነታዊ ፍርያት ዘቕርብ ደላብ ክብሪ ዘመናዊ መመሰርሒታት ምምዕባል፣ ኣብ ኣገልግሎታት ንዕብየት ቱሪዝማዊ ጸጋታትን ባሕራዊን ኣየራዊን ዞባዊን ዓለማዊን ንጥፈታት ዓይነታዊ መሳለጥያታት ዘቕርብ መርበባት ምውዳድ፣ ኣብ ማሕበራዊ ኣገልግሎታት ሰባዊ ማል ዘኻዕብት ዓይነታዊ ናይ ጥዕናን ትምህርትን ስልጠናን ስርዓታት ምዝርጋሕን ምምዕባልን፣ ንኹሉ ኣብ ዝተፈላለየ ጽላታት ዝቕየስ ፕሮግራማትን ፕሮጀክትታትን ንምትግባር በድማዕነት ዘሳልጥ ሞያውን ቴክኖሎጂያውን ብቕዓት ብቐጻሊ ምድላብ ካብቶም ኣብ ዝሓለፈ ዕስራን ኣርባዕተን ዓመታት ክጸዓተሎም ዝጸንሐ ቀዳምነታት እዮም። ኣብ ነፍሲ ወከፍ ምድብ ዝተዓሙ ሸቶታትን ጽፍሒ ናይቶም ዝተበጽሑ ሸቶታት ብመንጽር ስትራተጂያዊ ዒላማታት ዝርዝራቱ ኣብ መዛግብቲ እኳ እንተሎ፣ ኣብ መንጎ ስትራተጂያዊ ዒላማታትን ተበጺሑ ዘሎ ደረጃ ገስጋስን ዘሎ ጋግ ዓቢ እዩ። ነዚ ኣጋጣሚ ድርሳን ከየንውሕ ንዝርዝራት ዝምልከት ኣሃዛዊ ወድዓዊ ገምጋም ክሰግሮ እየ። እዚ ማለት ወጻኢ ካብ ፕሮፓጋንዳ ህዝባዊ ርክባት ኣብ ዝወጠንናዮም ዒላማታት ኣይተዓወትናን ማለት ዘይኮነ፣ ኣብ መንጎ እቲ ክንበጽሖ ንደልን ንኽእልን ኣብ መንጎ ሕጂ ድሕሪ ዕስራን ኣርባዕተን ዓመታት ዘለናዮን ፍልልይ ንእሽቶ ዘይምዃኑ ንምእማት ጥራይ ናይ ምትግባር ርጉጽነትን ስሉጥነትን ዘውሕስ ባይታን ሃዋህውን ምጥጣሕ መሰረት ስለዝኾነ ግን ምስ ምሉእ ምትእምማን ዝሓለናዮን ዝወጠንናዮን ከነተግብር ዝዓግት ኣይክህልወናን እዩ። ካብዚ ሒዝናዮ ዘለና ዓመት ጀሚርና ግዜን ጸጋታትን ውሁብ ዓቕምታትን ደንዲንና ኣወንዚፍናዮም ዝጸናሕና ዓበይቲ ፕሮግራማት ከነተግብር ክንጅምር ከኣ መሰናድኦታት ኣብ ምጽፋፍ ንርከብ። በዚ ኣጋጣሚ ከም መዘኻኸሪ ከይጠቐስኩዎ ክሓልፍ ዘይደሊ ግንዛበ ዝሓትት ጉዳይ ኣሎ። ኣብ ልምዓት ይኹን ምድላብ ሃብትን ራህዋን ኣቋራጫትን ቅጽበታዊ ዝላታትን የለን። ድልየትን ባህግን ምህላው ነውሪ ኣይኮነን። ኣብዚ ዓመት እዚ ጎሊሑ ከም ዝተኸስተ ግን ናይ ውሑዳት ኣወቓቓዕትን ብኩላት ሓለፍትን ባህርያት ንዘይከኣል ክትርበጽ፣ ንዘይከኣል ክትርበጽ፣ ከይደኸምካን ከይጸዓትካን ናብ ዘይጭበጥ ራህዋን ሃብትን ክትዓርግ ምህቃን፣ ናይ ስርቅን ምውቕቓዕን ብልሽውናን ኣህውቲቱ ንገደል ስለ ዝወስድ፣ ትኩርነትን መኸተን ዝሓትት እዩ። ንመጻኢ ተኣሚሞም ዘለዉ ዓበይቲ መደባትና ንምዕዋት እምበኣር፣ ኣብነት ናይቶም ምስ ኩሉ ዝኸፈልዎ መስዋእቲ ሞሰኦም ከይረኸቡ ምስ ሰፊሕ ዛጊት ብምልኣት ዘይረሃዎ ህዝቢ ናጽነትን ልኡላውነትን እናሓለወ ኣብ በዳህቲ ልምዓታዊ ጽምዶታት ሓኾት ዝብል ዘሎ ኣባል ሰራዊት ተኸቲልና ብትዕግስትን ስራሕን ልምዓት ብፅንዓት ነቐድም። ክብሪ ናፅነት ክውን ንዝገበሩ ሓርበኛታትን ሰማእታትን ዓወት ንሓፋሽ!